ሰላም ዓለይኩም ወራህመቱላሂ ወበረካቱ ሰላም ዝኸበርኩም ተኸታተልቲ ናይዝ ቻነል ንሎሚ ሕዘልኩም መጽየ ዘለኹ እምበኣር ብህሩድ ትስራሕ ማስክ ኮይና ንማዳ ንካብ ጸሓይ መከላኸሊ ከይተጠቀምና ምስ ንወጽእ እሞ ብቐጥታ ገጽና ናብ ጸሓይ ምስ ዝቃላዕ ኣብ ገጽና ዝመጸና ናይ ሕብሪ ምቕያር ካብ ኣሰር ፈጸጋ ከምእውን ካብ ምጭምዳድ ናይ ክሳድ ይኹን ናይ ገጽ ትጠቕመና ማስክ እያ ዘድልዩና ነገራት ከኣ ሓንቲ ማንካ ሻሂ ህሩድ ኩሉ ግዜ ሁሩድ ብጥሪኡ ገዚእና ኣብ ገዛና ክንጥሕኖ እቲ ዝሓሸ እዩ ምኽንያቱ ጥሑን ሁሩድ ንገዝኦ ምናልባት ካልእ ቀመም ወይ ኣርተፍሻል ሕብሪ ዝተሓወሶ ክኸውን ስለ ዝኽእል ጹሩይ እንተኾይኑ እቲ ሁሩድ ኣብ ቆርበትና ብጫ ሕብሪ ኣይሕዝን እዩ ከምኡውን ሓንቲ ማንካ መዓር ከድልየና እዩ መዓር ንገጽና ከብርሃልናን ከተርክሰልናን ይኽእል ንቅብኣት ዘለዎ ይኹን ንደረቕ ቆርበት ውን ኣዝዩ ጠቓሚ እዩ። እዚኣ ብሓንቲ ማንካ ጣውላ ርግኦ ወይ ብቁሩብ ጸባ ጌርና ብሓንሳብ ክንሓዋውሶ ኢና። እንተ ደሊና ውን ንእሽተይ ማንካ ሻሂ ጹማቕ ሌሙን ንሕውሰሉ። ሌሙን ገጽና ተነቃፊ እንተ ኾይኑ ወይ ዘየሰማማዓና እንተ ኾይኑ ክንገድፎ ንኽእል ኢና። እዛ ማስክ ቅድሚ ምግባርና ገጽና ኣጸቢቕና ሓጺብና ስጋብ ክሳድና ንለኽዮ። ምስ ለኸናዮ ስጋብ ዝነቅጽ ማለት ንዒስራ ደቒቕ ዝኣክል ኣብ ገጽና ከነጽንሖ ኢና። ብዝሑል ማይ ሓጺብናውን ገጽና ብቱነር ክንለኽዮ ኢና። ኣብዚኣ ኣብ ዝሓለፈ ቪድዮ ዝሰራሕናያ ብማይ ሩዝ ትስራሕ ቱነር ክንጥቀም ንኽእል ኢና። ገጽና ድሕሪ ዝኾነ ዓይነት ማስክ ምግባርና ከይነቅጽ ከነተርክሶ ኣለና። ሕራይ እምበኣር ካልኤት ንሰርሓ ከኣ ዘይትሁሩድያ ሕጅ ዘይትውርድ ክንሰርሕ ኢና እዛ ዘይቲ እዚኣ ንኹሉ ነብስና ክንጥቀመላ ንኽእል ኢና ንኹሉ ሰውነትና ሓደ ሕብሪ ንኽሕዝ ድማ ትሕግዘና ዘድልዩና ድማ ሓንቲ ማንካ ጣውላ ሁሩድ ምስ ክልተ ማንካ ጣውላ ዘይቲ ግሊስሪን ወይ ዘይት ዘይቱን እዮም ኣሰራርሓ ከዓ ብሓደ ሓዋዊስና ኣብ ልዕሊ ማይ ዘለዎ ሸሓኒ ጌርና ን ዓሰርተ ሓሙሽተ ደቂቅ ከነውዕዮ ኢና ምስ ዝሓለ ክንጥቀመሉ ማለት እዩ ኣብ ፅሩይን መክደኒ ዘለዎን ኮንተይነር ጌርና ከነቐምጦ ንኽእል ንነዊሕ ግዜ ክቕመጥ ይኽእል እዩ ማለት እዩ ክፀንሕ ይኽእል እዩ ንኹሉ ዓይነት ቆርበት ድማ ትጠቅም እያ ኩሉ ግዜ ኣብ ገዛ ነዳልዎ ማስክታት እንተወሓደ ንክልተ ቅነ ዝኸውን ተኸታቲልና ክንጥቀመሉ ኣለና። መብዛሕትና ቀልጢፍና ውጽኢት ዘይረኸብና ኢልና ነቋርጾ ኢና። እዚ ግን ጌጋ'ዩ። እንተወሓደ ሰለስተ ስጋብ ኣርባዕተ ግዜ ድኾነ ዓይነት ማስክ ክንጥቀም ኣለና። ምኽንያቱ ብኹሉ ኦርጋኒክ ነገር ወይ ኬሚካል ዘይተሓወሶ ኣብ ገዛ ንገብሮ ንጨጉርና ይኹን ንገጽና ወይ ንነብስና ማስክታት ኣዝዩ ጠቓሚ ዩ እንተ ዘይጠቒምና ውን ኣይጎድኣናን ዩ እሞ ብዓቕሊ ተኸታቲልና ክንጥቀመሉ ኣለና ok ናይ ሎማዓንቲ ትሑዝተይ ከምዚ ዩ ኔሩ ዝመጽእ ቪድዮ ብኻልእ ትሕዝቶ ስጋብ ንራኸብ ሰላም